ንሎሚ እውን ከምቲ ልሙድ ዝተፈላለዩ መደባት ሒዝና መፂእና ኣለና። እቶም መደባት እንታይ ይመስሉ? ሓቢርና ንከታተል ክቡራትን ክቡራንን። ሚኒስትሪ ዑስማን ሳልሕ ምስ ሚኒስትሪ ጉዳያት ወፃኢ ሽወደን ተራኺቡ። ሚኒስትሪ ጉዳያት ወፃኢ ዑስማን ሳልሕ ምስ ወይዘሮ ማርያ ማልመር ሚኒስትሪ ጉዳያት ወፃኢ ሽወደን ብ17 ታሕሳስ 2025 ኣብ ቤት ፅሕፈቱ ተራኺቡ ኣብ እዋናዊ ክልቲኣዊ ዝምድናታት ርክባት ኣካይዱ። ክልቲኦም ሚኒስተራት ጉዳያት ወጻኢ፣ ኣብ ክልቲኣዊ ዝምድና ኤርትራን ሽወደንን፣ ዞባዊ ምዕባለታትን ከምኡ'ውን ሰላምን ጸጥታን ዞባ ቀይሕ ባሕሪ ዘትዮም። ላዕለዋይ ኣዛዚ ሓይሊ ባሕሪ ንግስነት ስዑድ ዓረብ ምክትል ኣድሚር ቢን ዓብዱላሂ ኣል ጉሑፍ ዓሊ ዝመርሖ ልኡኽ ብመሰረት ዑደት ፕሬዚደንት እሰያስ ኣፈወርቂ ምስ ሓለፍቲ ሰብ መዚ ወደባትን ሎጀስቲክን ስዑድ ዓረብ ኣብ ቀዳማይ ርብዒ ዓመተ ክልተ ሽሕን ዕስራን ሽዱሽተን ዓመተ ምህረት ናብ ወደባት ምጽዋዕን ዓሰብን ንሓባራዊ ሽርክነት ናብ ኤርትራ ክበጽሑ መደብ ከም ዝተተሓዘ ተገሊጹ። ባህሊ መሃዝነትን ምህዞን ሰንዓን ኤርትራውያን መንእሰያት ውሽጢ ሃገር ጽቡቕ ዕድላት ምድላይን ተበግሶ ምህላውን ሓደ ካብ ዕዉታት ባህርያት ኣንተርፕረተነራት እዩ። ኣንተርፕረተነራት ካብ ናይ ሓበራዊ ኣተሓሳስባ ኮመን ቲንክን ወጺኦም ሓደስቲ ነገራት ናይ ምምጻእ ዓቕሚ ዘለዎም እዮም። ኣብ ብዙሕ መዳያት ባህልን መሃዝነትን ተኾስኲሱ፣ ዝረቐቐ ኣብቲ ዝቐለለ ተፈትሑ ዓይነትን ደረጃን መነባብሮ ሕብረተሰብና ዝቕይር ክስራሕ እዋኑ እዩ። እዚ ዘመን እዚ ዘመነ ቴክኖሎጂ እንዳተባህለ ዝጽዋዕ ዘሎ ብዘይ ምኽንያት ኣይኮነን። ተራን ኣበርክቶን ቴክኖሎጂያዊ ፍርያት ኣብ ነፍሲ ወከፍ ንጥፈታት ወዲ ሰብ ኣዝዩ ጸላዊ እንዳኾነ ይመጽእ ኣሎ። ብዘይ ቴክኖሎጂያዊ ፍርያት ናብ ማንም ነገር ክነፍሪ ኣብ ዘይንኽእለሉ ደረጃ ገጽና ኢና ነምርሕ ዘለና። ነዚ ራእይ'ዚ ክውን ንምግባር ዝሳተፉ ኩሎም እንቋዕ ሓጎሰኩም። ስእሊ፣ ኣማኑኤል ሳህለ፣ ምንጪ፣ ናቕፋ ፕረስ። ቅጽል ኣቢለ እውን ክቡራትን ክቡራንን፣ ሰንዓን ምህዞን ጋራጅ ኣስመራ፣ ዘይጠቅም ሓጺንን ዘይጠቅም ሰብን የለን። ዝኣረጋ ዝመረታ መካይን ብኸምዚ ንርእዮ ዘለና መንገዲ ተሓዲሰን ተመላኺዔን ክላሲክ ካርስ ተባሂለን ኣብ ዕዳጋታት ዓለም ክዝርጋሓ፣ ጠለብ ዓበይትን ብዙሓትን ሰብ ጸጋ ክስሕባ ምርኣይ ልሙድ ኮይንሉ ዘሎ ግዜ በጺሕና ኣለና። ከም መቐጸልታ ናይዚ ከኣ ኣብ ዓድና ብዙሓት ዝኣረጋ፣ ጠማቲ ዝሰኣናን መኻይን ፈቖድኡ ጠጠው ኢለን ምርኣይ ውን ሓድሽ ትዕዝብቲ ኣይኮነን። ከምዚ ኣብዚ ስእሊ ንዕዘቦ ዘለና ብውሽጣዊ ዓቕሚ ነዘን መኻይን ኣብ ምሕዳስን ምምልኻዕን ዝነጥፉ ኤርትራውያን ዜጋታት ውን ኣለውና። ከምኡ ውን ከምዚ ንሪኦ ዘለና ሓጺን ተጸሪቡ ተሓዲሱ ጸቢቑ ከም ዝረኣ ኩሉ ኣብ ምምዕባልን ምጽራብን ምሕዳስን ሰብ መንእሰይ ከኣ ብውሁድ ክንሰርሕ ይግባእ ምኽንያቱ ከምዚ ኣብዚ ስእሊ ንሪኦ ዘለና ነዛ ዕናው ወይ ከኣ ኣይትረብሕን እያ ዝተባህለት መኪና ናብ ሓንቲ መሳጢትን ብቐሊሉ ሰሓቢትን ክትከውን ዝፈሰሰላ ድኻም ከምኡ ልክዕ ኣብ ምምዕባል ዓቕሚ ሰብና እንተሰሪሕና ሓደሽቲ ሓሳባት ዘመንጭዉን ጽቡቕ ናይ ስራሕ መንፈስ ዘለዎምን ኣልማዕቲ መንእሰያት ክንፈጥር ስለ ንኽእል ቀጺለ እውን ክቡራትን ክቡራንን ተኸታተልቲ ፍልፍል ቲቪ ህዝባዊ ግንባር ናይ ህዝቢ ኤርትራ ግንባር እዩ ጸላእቲ ህዝቢ ኤርትራ ዝኾኑ ባእታታት ከኣ ኤርትራ ንምፍራስ ዝገብርዎ ሽርሕን እከይ ውዲትን ውዳበ ህዝቢ ምፍራስ እዩ። ንሕና ኤርትራውያን ከኣ ከም ወትሩ ግንባርና ንኸይፈርስ ብዝያዳ ንኽድልድል ውዳቤና ምድልዳልን ምሕያልን። መወዳድርቲ ዘይርከቦ ቅያ ጅግንነት ህዝባዊ ግንባር። ምልክት ኤርትራውነት፣ ንቕሓት፣ ጽንዓት፣ ተወፋይነት፣ ሓበንን ኩርዓትን መግለጺ ኩሉ ነጸብራቕ ሓፋሽ ህዝቢ ኤርትራ እዩ። ካብዚ ቀጺለ እውን ናብዛ ትስዕብ ቪድዮ ከብለኩም ደጊመ ሰናይ ምክትታል። ሓደ ካብቲ ኤርትራ ንምፍራስ ዝግበር ዘሎ ሽርሒ ውዳበ ናይ ኤርትራ ምፍራስ እዩ። ህዝባዊ ግንባር ዝበሃል ውድብ ምፍራስ እዩ። ጸላእትና ህዝባዊ ግንባር ክጸርፉ ከለዉ ንሕና ንህዝባዊ ግንባር ክንውድሶ እዩ ዘለና። ህዝባዊ ግንባር ኣብ ዓለም መዳርግቲ ዘይብሉ ሓርታዊ ምንቅስቃስ ነይሩ፣ ሕጂ ከዓ መዳርግቲ ዘይብሉ ፖለቲካዊ ሓይሊ ህዝባዊ ግንባር ህዝባዊ ግንባር ናይ ኣባላት ህዝባዊ ግንባር ጥራይ ውድብ ኣይኮነን። ህዝባዊ ግንባር ናይ ህዝቢ ኤርትራ ውድብ እዩ። ህዝባዊ ግንባር ህዝቢ ኤርትራ ደሙ፣ ረሃጹ፣ ገንዘቡ፣ ጉልበቱ፣ ግዚኡ ከፊሉ ኣብዚ ዘብጽሖ ውድብ እዩ። እቶም ኣብ ህዝባዊ ግንባር ዝነጥፉ ተወዲቦም ሰባት ኣገልገልቲ ደኣ እምበር ዋናታት ናይ ህዝባዊ ግንባር ዋና ናይ ህዝባዊ ግንባር ህዝቢ ኤርትራ እዩ። ዋንኡ ህዝቢ ኤርትራ እዩ። እቲ ውድብ ውድብ ናይ ኩላትና እዩ።

ከምኡ ውን ንቪድዮና ላይክ ሓጋዚ ስለ ዝኾነ ላይክ ክትህቡና ኣብ ቦታ ርእይቶ ሓሳባትኩም ክተቐምጡ ሳብስክራይብ ዘይሃረምኩም ከኣ ሳብስክራይብ ብምህራም ኣባላት ቤተሰብ ፍልፍል ቲቪ ክትኮኑ ደጊመ ብትሕትና ይዕድም እምባር ናብቲ ኣዳልዮ ዘለኹ መደብ ከብለኩም ደጊመ ሰናይ ምክትታል። ኣፋዊ ታሪኽን ሓሶትን ዝቐረጾ ጉጉይ ባህሊ ፖለቲካ ኢትዮጵያ። ኣብ ፖለቲካዊ ታሪኽ ዘመናዊት ኢትዮጵያ ኣብ ትሕቲ ኩሎም ሃጸያውያንን ወተሃደራውያንን ድሕሪኦም ዝተቐላቐሉ ተኸታተልቲ መንግስትታት ዝተራእዩ ገዛእቲ ኣርካናት ሓይሎም ንምድልዳል ልቢ ወለዳውን ኣፈ ታሪኽን ዝተማሃዘ ናይ ሓሶት ዛንታ ክጥቀሙ ጸኒሖም እዮም። ሳሕቲ ንግዜያዊ መኽሰብ ተባሂሉ ዝፍጠር ሓሶት ወይ ፍርቂ ሓሶት ኣይኮነን፣ ከም ስርዓት ተቐሪጹ ዝቖመ ገዛኢ ባህሊ እዩ። መራሕቲ ኢትዮጵያ ቅልውላዋት ዘይሕጋውነት፣ ህዝባዊ ተቓውሞ ወይ ምብትታን ሃገር ከጋጥሞም እንከሎ፣ ምልኪ ዘንጸባርቑ ምሩጻት ቃላት ብምድግጋም፣ ካብ ጽንጽዋይ ወለዶታት ቅዱሳን ክሳብ ሰውራዊ ጭርሖታት ጉልባብ ከናድዩ ይረኣዩ። ነገስታትን ምህዞ ቅዱስ ስልጣንን። ንኣማኢት ዓመታት ነገስታት ኢትዮጵያ ስልጣኖም ሕጋውነት ንምርካብ ናይ ምድረ ሳባ ንግስቲ ናብ እስራኤላዊት ንጉስ ሰሎሙን ምብጻሕ ኣብ ዝፈጸመትሉ ዛንታ ዝተመርኮሰ ሰሎሞናዊ ወለዶ ኣብ ዝበሃል ልብወለዳዊ ሓረግ ዘርኢ ክምርኮሱ ጸኒሖም። ገዛእቲ ነገስታት ኢትዮጵያ እቲ ዝተማህዘ ሓረግ ወለዶ ካብ ካልእ ተራ ማሕበረሰብ ጸብለልታ ከም ዘለዎን ካብ ተሓታትነት ናጻ ዝገብሮ ፖለቲካዊ ኣጽዋርን ገይሮም ይጥቀምሉ ነይሮም። ዙፋናዊ መንግስቲ ህዝባዊ ዕግርግር፣ ዓጸቦ ወይ። ናይ ገዳም ጸቕጢ ከጋጥሞም እንከሎ፣ ኣብ ልብ ወለዳዊ ቅዱስ ዛንታታት ከም መከላኸሊ ክጥቀሙ ይፍትኑ። ኣብዚ መስርሕ እዚ እዩ እምበኣር ጽንጽዋያዊ ዛንታ ብጽንብላት ስርዓተ ነገስታትን ዜና መወልትን ዲፕሎማስያዊ ዓጀብትን መንግስታዊ መልክዕን እንዳሓዘ ዝቕረጽ። ካብ ምሊኒክ ዳግማዊ ንደሓር እታ ሃገር ሓድሽ ልብ-ወለዳዊ ታሪኽ ኣማዕቢላ ኣላ። ሰራዊት ናይታ ሃገር ናብ ደቡባዊ ግዝኣታት ዝነበሮ ወራራት ከም ሰናይን ስልጡንን ዕላማታት ዝነበሮ ወፈራ ከም ዝኾነ ይንገር ነይሩ። ወራርን መግዛእታዊ ጭኮናን ኣስገዳድ ምቕያር ባህልን ኣብ ልዕሊ ህዝብታት ኦሮሞ፣ ሲዳማ፣ ወላይታን ሶማልን ካልኦት ሓያሎ ብሄራትን ተፈጺሙ እዩ። ወራራት ከም ሓድነት ህዝብታትን ሃገራዊ ዕድላትን ተጸዊዑስ ክሳብ ሕጂ ዘካትዕ ዘሎ ብሄራዊ መንነት ኢትዮጵያ ዝተቐርጸሉ ታሪኽ ኮይኑ ኣሎ። ወተሃደራዊ ደርግን ትምኒት መንቁብ ኣልቦ ንጹህ ሰውራን ዝፎናዊ ስርዓት ምስ ወደቐ ባህሊ ፖለቲካዊ ሓሶት ምስኡ ኣይጠፍአን። ነቲ ወለዶ ቅዱስ ሓረግ ብክልሰ ሓሳባዊ ድርቅና ተኪእዎ። መንግስቱ ሃይለማርያም ቀይሕ ራዕዲ እንዳካየደ ዓፀቦ ከም ኣፅዋር እንዳተጠቀመሉ ተቃወምቲ እንዳሓምሸሸን ንርእሱ ከም ተሓላቂ ማዕርነትን ማሕበራውነት ለውጥን ገይሩ ይቆፅር ነይሩ። ጭርሖታትን ህዝባዊ ሰልፍታትን ጎደሎ ዘይብሉ ንፁህ ሰውራ ክፍጠር ይኽእል'ዩ ዝብል ትምኒት ድማ ኣሐይሉ። እቲ ሓቁ ግን መንግስቲ ባዶ ትምኒትን ራዕድን ብማዕረ ስፍሪ ንህዝቢ ዝዕድለሉ ኣጋጣሚ'ዩ ተፈጢሩ።

ህዝቢ ጥራይ ዝውክል እኳ እንተኾነ፣ ሰፊሕ ሰረት ዘለዎ ዲሞክራሲያዊን ፈደራላዊን ስርዓት መስሪቱ ነይሩ። ኣብቲ ዘይንጹር ጸብጻብ ኣሃዛትን ጥቡቕ ቁጽጽር ዝካየደሉ ምርጫታት፣ ልምዓታዊ ዲሞክራሲ፣ ተሃድሶ፣ ጽፉፍ ምሕደራ ዝብሉ ጥዑም ናይ ልቓሕ ቃላት ከም መሳርሒ እንዳተጠቀመ ናይ ሓደ ሰልፊ ምልኪ የረጋግጽ ነይሩ። ኣብ ዓሌት ዝተመስረተ ስርዓት ፌደራል ንውጽዓት ሓይሊ ዝህብ ብኻልኦት ክቕዳሕ ዝኽእል ኣብነት ተገይሩ ይንገረሉ እኳ እንተነበረ፣ እቲ ሓይሊ ግን ካብ ታሕቲ ናብቶም ኣብ ላዕሊ ዘለዉ ውሑዳት እዩ ዝውሕዝ ነይሩ። እቲ ስርዓት ብመርበባት ሰልፊ ናይ ክትትል ነቑጣታትን ብስማዊ ውክልናን ብዝቖሙ ባዶ ጥምረትን ዝተደኮነ እዩ ነይሩ። ባዶ ትምኒት ዲሞክራሲያዊ ብዙሕነት ንዓባይን ብዙሕ ህዝቢ ንዘለዋ ሃገር ንሳላሳ ዓመት ዝኣክል ኣብ ትሕቲ ብውሑዳት ዝምራሕ ጉጅለ ከም እትመሓደር ገይርዋ። ትንቢታዊ ጽንጽዋይ! ኣቦ!
ኣቦ ንዓ ጉድ ስማዕ ንዓ ንዓ ኣብዚ ዘሎ ጉዱ ከፋ ኣንተ ኣብዚ ዘሎ ጉድ ብኡ ከኸምኡ ሪዶ ኣሎ ቀዳማይ ሚኒስተር ሰልፊ ብልጽግና ቅድሚኡ ዝነበረ ባህሊ ባዶ ትምኒት ከይሰበረ ተረኪቡ ይሰርሓሉ ኣሎ። ትንቢታዊ ሕልምታት ኣምላኻዊ ጻውዒትን መለኮታዊ ሕርያን ከም ዘለዎ ዝግለጸሉ መደመር ብዝብል ቋንቋ እቲ ጥንታዊ ናይ ኢትዮጵያውያን ጽንጽዋይ ባህሊ ፖለቲካ ይቕጽሎ ኣሎ። ሓንሳብ ገና ንንግስነት ክቕበል ዝጽበ ዘሎ ሓንሳብ ከኣ ሰባኺ ብዘምስሎ ባህርያቱ ትካላዊ ሚዛናት ኣፍሪሱ ስልጣን ብማእከልነት ገፊጡ ኣዕናዊ ኩናት ሓድሕድ የሳሲ ኣሎ። ብመንግስታዊ መራኸቢታት ብዝተዓሰቡ ጸለውትን ዝካየድ ስርዓት ሓበሬታን ኣብ ሕሉፍ ስሕተት ንዝቖመ ሃገራውነት ቀንዲ ኣንቀሳቓሲ ሓይሊ ኮይንዎ ኣሎ። ንዓኻ ከይለኮምኩ ኣይጠፍእን እየ።
ኣይትፈክር ዝገብር ኣይጀሃርን እየ። ህይወትካ ከምዚ ዘርሓምኩኻሲ። ኣይትዓሹ ካሕሳይ ዝምሕር ዝቐትል ሓደ ኣምላኽ ጥራሕ እዩ። ኣነ ንዓኻ ኣድሓንኩኻን ኣይመስለንን።
ንዓይ ግን ዝያዳ ከም ትጥርጠር ጌርካኒ ሓቀይ። ኣነ እየ ንዓኻ ኣድሒነካ በል ዝያዳ ዝርዳእካ ተኾይኑ። ብኸመይ? ብሰብ ተላኢኽካ ብገንዘብ ተዓሲብካ። ንዘይበደለካ ሰብ ክትብድል ዶ ተበጊስካ ሓቀይ? እንታይ ስለ ዝነገርኩኻ ድዩ ባዕለይ? ኣታ ወዲ ዕላማኻ ከምኡ ዶ ነይሩ ኣይነበረን? ኣይነበረን እንተ ዝነብር ከምዚ ኢልካ ክትዛረበኒ ከማን ዕድል ኣይምገበርካን ነይርካ ግን ኣነያ ዓሻ ዘይቅህም ጽንጽዋያዊ ታሪኽ፣ ኢትዮጵያ ከም ሃገር ህዝብታት ኣብ ዝተሰማምዑሉ መሰረት ስለ ዘይተሃንጸት፣ ኣብ ኩሉ ሕሉፍ ዘመናት ዝተራእዩ መራሕቲ ኣብ ልቢ ወለዳዊ ታሪኽ ዝተምርኮሰ መለኮታዊ መሰላት ከም መሳርሒ ክጥቀሙ ጸኒሖም እዮም። ዶባታን መንግስታዊ ትካላታን መራሕታን ኣብ ዘይተነጸረ ኣካታዒ ኩነታት ስለ ዝሓለፉ ነቲ ቁኑዕ ዝኾነ ዲሞክራሲያዊ ሕጋውነት ዝተሳእኖ ስልጣኖም ከም ደጋፊ ሓይሊ ዝኾኖ ልቢ ወለዳዊ ታሪክ ክፈጥሩ ጸኒሖም። መራሕቲ ብኣምላክ ከም ዝተሓርዩ፣ ሰውራውያን ከም ዝኾኑ ወይ ብመለኮት ከም ዝምርሑ ክገልጹ እንከለዉ ልቢ ወለዳዊ ታሪክ ካብ ተሓታትነት ከምልጡ ዝሕግዝ መፈራሪ ሓይሊ ይኸውን። ክቃወሞም ዝፍትን ድማ ፖለቲካዊ ተቀናቃኒ ጥራይ ዘይኮነ ከም መናፍቅ እዩ ዝቁጸር። ጉጉይ ፖለቲካ ዘኽፍሎ ዋጋ። ኣቦ
ኣቦ ናዓ ጉድ ስማዕ ናዓ ናዓ ኣብዚ ዘሎ ጉድ ይኸፍእ ኣንተ ኣብዚ ዘሎ ጉድ ብኡ ከኸምር እዩ ዘሎ እዚ ኣብ ጽንጽዋይ ዝተመስረተ ምሕደራ ከቢድ ዕንወት ከስዕብ ከም ዝጸንሐ ተራእዩ እዩ። ኲናት፣ ዓጸቦን ፖለቲካዊ ቅንጸላታትን ዘየቋርጸ ምክፍፋል ክፈጥሩ ከለዎ ካብ ሓላፍነት ንምምላጥ ዘኽእሉ ምሩጽ ምስምሳት ይፈጥሩ ነይሮም። ዘይጭበጥ መንፈሳዊ ዛንታታት ናይታ ሃገር ፖለቲካዊ ኣንቴናኣ ከስሕትን ዘይተኣማኒት ክትከውንን ግሉጽነት ተሓታትነት ዘይብላ ሃገር ገይርዋ እዩ። መራሕታ ባዕላቶም ብዝፈጠርዎ መንፈሳዊ ሓሶት እንዳተመርሑ ሓደገኛን ካብ ሓቂ ዝረሓቐን ብዙሕ ሰብኣዊ ክሳራ ዘውርድን ውሳነታት ከሕልፉ ይረኣዩ። ሳህል ኢለነ! ካብ ጽንጽዋያዊ ታሪኽ ናብ ሕልሚ ቀትሪ! እቲ ናይ ነገስታት ሓረግ ወለዶ ናይ ደርጊ ነቓፊ ኣልቦ ንጹህ ሰውራውን ናይ ሕወሓት ልምዓታዊ ዲሞክራስን ከም መሐየሊ ሓይሊ ዝኾኖ ፖለቲካዊ ባህሊ ኢትዮጵያ ሕጂ ኸኣ ንድልየትን ምውናን ወደብን ብርሱን ስምዒት ይዕገርግሮ ኣሎ። እዚ ድልየት እዚ ኣብ ሕጊ፣ ኣብ ታሪኽ ወይ ዲፕሎማሲ ዝተመርኮሰ ኣይኮነን። ብባዶ ሓሳብ ካብ ዝፍጠር ግዝኣት ናይ ምውናን ልቢ ወለዳዊ መሰልን ጽሕፍቶን ዝተቐርጸ እዩ። መራሕቲ ናይታ ሃገር ንወለዶታት ከሰጋግር ብዝጸንሐ መንፈሳዊ ጽንጽዋያታት እንዳተደረኹ ኣብ ክንዲ ብናይ ሓቂ ዘተ ብብዝሒ ሃተፍተፍ ፍታሕ የናድዩ ኣለዉ። እዚ ኣብ ናይ ወጻኢ ፖሊሲ ዝተራእየ ጌጋ ኣይኮነን። እዚ መግለጺ ናይቲ ነዊሕ ሱር ዝሰደደ ብቐሊሉ ክዕረ ዘይክእል ብመበቆሉ ዝተበላሸወ ፖለቲካ'ዩ። ፖለቲካዊ ኣርካናት ናይታ ሃገር ንሓያሎ ግዜ ብዝተጠቀሙሉ፣ ናይ ሸፈጥ ልምዲ፣ ሓሶት ካብ ስትራተጂካዊ ሜላ ፈሊኻ ከተለልየሉ ኣብ ዘይትኽእለሉ ግዜ ተበጺሑ ኣሎ። እዚ ባህሊ እዚ ተሰይሩ ብናይ ሓባር ስምምዕን ሓድሕዳዊ ምክብባርን ኣብ ሓቂ ዝተመርኮሰ ምሕደራ ክሳብ ዘይተመስረተ፣ እታ ሃገር ክብተኽ ኣብ ዘይክእል ዓንኬል ቅልውላው፣ ተነጽሎን ግጭትን ክትቅጽል እያ። ኣብ ጽንጽዋይ ዝተመስረተ ታሪኽ ንሓያሎ ግዜን ክሳብ ሕጂ ዝዓዩ ዘሎን ፖለቲካዊ መሳርሒ እዩ። እንድሕር መኪትና እንተዘይበዲህናዮ ኣዕናዊ ኮይኑ ክቕጽል እዩ።

ይዝምሪ ኣሎ ወራይ ረሲዕዋ ኣሎ ታበት ይዝምሪ ኣሎ ዝወራይ ሰንጊዕዋ ኣሎ ታበት
ቀጺለ እውን ናብዘን ዝስዕባ መደባት ከብለኩም ደጊመ ሰናይ ምክትታል ኣብ ዓዲ ረሶ
ግመይ እቲ ዝሕግዘና ነይሩ ሓደ ኣጋጣሚ ኮይኑ ግን ንግሆ ረፋድ ግመ ይእለ እሞኒ ንቃልዕ ንቃላዕ ንሕና ማለት እዩ መጀመርያ ክልተ ነፈርቲ ይመጻ ኣዝዩ ጽቡቅ እዩ ነይሩ እቲ ደብዳብ ነፈርቲ እውን ጸዕቁ ደብዳብ እየን ዝገብራ ነይረን ነፈርቲ ክልተ መጽኤን ደብዲበን ይኸዳ እሞኒ ብድሕረአን ክልተ ከኣ ይድገማ እተን ክልተ ነፈርቲ ምስ መጻ ዓበይቲ ቡምባታት እየን ዝድርብያ ክልተ ቡምባ ኣብ ሰማይ ተጠልጢሉ ድሕሪ ምጽናሕ ተጋዳላይ ክጥምቶ ድሕሪ ምጽናሕ ገርየን ክልተ ኣባላቱን ዋርድያ ነይሮም። እቶም ክልተ ኣባላት ንጸላኢ ገጾም ክሃድሙ ከለዉ ገርየ ግን ንድሕሪት ገጹ ስለ ዘበለ እታ ረመጽ ሓዊ ቡምባ ናፓል ብምልእታ ኣብ ነብሱ ኣትኩዖ። ኣነ ሓኪም ናይቲ ኣሃዱ ስለ ዝነበርኩ እታ ቡምባ ምስ ዓለበት ናብታ ጋንታ ናብታ ጋንታ እየ ዝጎይ ሓደ ፍሉይ ትርኢት ግን ኣቂም ነይረ ሓደ ሙሉእ ሰብ ሃልሃልታ ሃልሃል እንዳበለ ሓደ ሓሙሽተ ሚእቲ ሜትሮ ይኸውን እንዳጎየ እዩ ዝኸይድ። ኣነ ጎየ ከርኩቦ ንሱ ጎዩ ጸዳፍን ካልእን ስለ ዝነበርን ጎይኻ እውን ተርኩቦ ነገር እናጸደፈን እንዳጎየን ይኸይድ እሞ ገርየ ምሉእ ኣካላቱ ሓዊ ነዲዱ፣ ርእሱ ኩሉ ነዲዱ፣ ኮታ ንገርየ ብመሰረቱ ከተለል ሰብ ኢልካ እውን ክተለልዮ ዘይትኽእል ሓዊ ተቓፂለ ከምዚኣ ኢሉ ተጨቢጡ ይፀንሓኒ። ደሓር እንተመፃኹ ሰብ ድዩ መን እቲ ሰብ እውን ክተለልዮ ይትኽእልና ብዘይካ እታ ኣብ መልሓሱ ኣብቲ ንሓጉ ዘላ ካልእ ዝነድድ ካልእ ኩሉ ኣካላቱ ነዲድ እዩ። ደሓር ወዲ ባሻይ ዲኻ ኢሉኒ፣ እወ ወዲ ባሻይ እየ ኢለዮ። በል ኢሉኒ፣ ኣነ መሊኤ ክስዋእ ሓንቲ ጥይት ኢሉኒ፣ ነብሰይ ክቋፀሮ ኣይከኣልኩን። እንታይ እዩ ዝብ ዘሎ ዋላ ሓንቲ ክገብሮ እውን ኣይከኣልኩን። ንነብሰይ ፈሪሓ ከይትኸውን እውን ሃሰስ ኢለ ብዙሕ ውግእ ዝፈተንኩ ብዙሓት ውግኣ ዝርእኹ ነዛ ስካሬን እኳ ብጃኬት ጨርቂ ምርቂ ኣርየ ዝቆበርኩ ሰብ እየ። ነዊሕ ዝተዋጋእኩ ሰብ እየ። ዋላ ናፓል ተቃጸሉ ገለ ክፋል ኣካላቶም እውን ይርኤ ግን ከምኡ ዓይነት ወዲ ሰብ ተቃጺሉ ርኤ ኣይፈልጥ ኣብ ፊልም ዝረአ ነገር እምበር ኣብ ወዲ ሰብ ከምኡ ዓይነት ዝረአ ፍጹም ርኤ እውን ኣይፈልጥን እዩ ኣነ ነዚ ብጻይ እዚ መስዋእቲ ዘይተርፎ ምዃኑ እኳ ዝፈልጥ እንተነበርኩ ንኣይ ብጾተይ ብዘይካ ኣብ ግዜ ጸገም ንጸላኢ ለኪሙ ክስዋእ ቡምባ ትገድፈሉ እምበር መስዋእቲ ስለ ዘይተርፎ ንብጻይካ ኣብ ልዕሊ መስዋእቲ ርእየን ሰሚዐን እውን ኣይፈልጥን። ካብኡ ድሓን ገሬ ክትሓው እኻ ጸገም የለን ኢለዮ በርሂ ርኪብኒ ዋዕ እንታ ወዲ ባሻይ እንታ ከመይ ጌርካ ክትሕክሞ ኢኻ ኢል እንድዒ ከመይ ከም ዝሕክሞ እኮ እዩ ጠፊእኒ ተዓኒደ እኮ ኢለ በቃ እሞ ሕጂ ዝግበር ነገር ስለ ዘየለ ገርየ ኮቦርታ ከዲነ ኣብ ባሬላ ሰቕ ኢለ ንሕክምና ብፅሕ ክብል ከሎ ከዓኒ ገርየ ተሰዊኡ ገርየ ልክዕ ዕፅምቱ ከምታ ፈትሊ ነዲዱ ስጉኡን ደሙን ከምታ ትመክኽ ሽምዓ መኺኹ

ክሳብ ብኻልእ ቪድዮ ዝምለሰኩም ጠጥዕሙ ሰሰናዩ ጠጥዕሙ ደቂ ሪመይ ንዕሱባት ውድቀት ውህድቅኒት ንሃገራዊ ክብረት ዘልኣለማዊ ዝኽርን ሰማእታትና ወትሩ ዓወት ንሓፋሽ